ብኾፈይ ሓዲረ መሬት ወጊሑኒ ኣይደቀስኩን ዓይነይ ንዕማት ኣብኒ እናተራኣኽኒ
ሰላም ፍትዋት ሰላማት ኣለና ዶ ከመይ ቀኒኻትኩም ሰላም ክትኮኑለይ ተስፋ ይገብር ሰላምኩም ይብዛሕ
ንቐፅል ሼር ሳብስክራይብ ኮሜንት ላይክ ናገበርና ሼር ሳብስክራይብ ላይክ ክገብሩና
ሰላም ሰላም ቤተሰብ ከመይ እኒኤኹም ዳሕና ዲኹም? ሎማዓንቲ ሒዘ መፀ እኒኤኹ እዋናዊ ዛዕባ እየ ሒዘ መፀ እኒኤኹ ዛዕባ ኣብ ኣስመራ ዘጋጠመ ክንርኢ እስኪ ንከታተል።
እዚ ብዙሓት ተምሃሮ ብዙሓት መንእሰያት ብዙሓት ስድራ ቤት ኣኪብካ ዝተገበረ ኣብ ትሕቲ ኣይረስዕናዮን ዝብል ኣርእስቲ እዩ እንታይ ደኣ ዘይትርስዕ እንተ ኢልካ ኢትዮጵያ ቅድሚ ሓምሳ ዓመት በቃ ዝገበረቶ ግፍዕታት መግዛእቲ ኣብ ኤርትራ እዩ ዝብል ዘሎ እንታይ ደኣ ናይ ኢትዮጵያ ጥራይ ይበዓል ኣሎ በዓል እንግሊዝ ከ ጽቡቕ ድዮም ገዚኦምና በዓል ጥልያን ከ ጽቡቕ ድዮም ገዚኦምና ስለምንታይ ሕጂ ኢትዮጵያ ሕማቕ ገዚኣትና ኢልካስ ዝበዓል ዘሎ ተን ካልእ ዝገዛእና ኸ ፅቡቕ ድየን ገዚእናና ኦኬ ሕጂ ኸ ንምንታይ እዩ ኣገዳሲ ኮይኑ በቃ ብምክንያት ሓምሳ ዓመት ዝኽሪ ሓምሳ ዓመት ግፍዕታት መግዛእቲ ስርዓት ኢትዮጵያ ኣብ ኣስመራን ከባቢኣን እዚ እዩ ንኣይ ሕጂ ዝገርመን ዘሎ ብኣንጻሩ ኢትዮጵያ እንታይ ተብዕል ኣላ እንተ ኢልኩም ዝሓለፈ ክልተ መዓልቲ ሰለስተ መዓልቲ ኢትዮጵያ ብዙሓት መራሕቲ ኣፍሪቃ ኣኪባ ዋዕላ ኣፍሪቃ ተካይድ ኣላ ኢትዮጵያ ከመይ ትምዕብል ኣላ ትርእይዎ ኣለኹም ኢትዮጵያ ከመይ ትውንጨፍ ኣላ ብዓቕማሲ ትርእይዎ ኣለኹም ምስ ኩሉ ጸገማታ ምስ ኩሉ ኣፈላላይ ናይ ብሄር ምስ ኩሉ ኩናት ኣሎ ዕግርግር ኣሎ እናተባሃለ ካልእ ተርፈታ ኣዲስ ኣበባ ከመይ ትምዕብል ኣላ ትርእይዎ ኣለኹም ካብ ታሕቲ ዘለኻ ኤርትራ እዮም ኤርትራ ናበይ ገጻ ትኸይድ ኣላ ገና ኣይረስዕናየን ኣይረስዕናየን ንምንታይ ኣይረስዕናየን ኣብ ሕጂ በፂሑካ ኸ ኣድልዩ ምክንያቱስ ትማል ትማል ኣይከሰርናን እዚ ህዝቢ ሓደ እዩ ይበሃል ነይሩ በቃ እቲ ዝሓለፈ ሓሊፉ እዩ ይበሃል ነይሩ እዞም ሕጂ ኣይረስዕናየን ትድግፍዎ ዘለኹም ትማል እሳያስ ሓደ ህዝቢ ኢና ክብል ከሎ ኣይከሰርናን ክብል ከሎ ንእሳያስ እውን ትድግፍዎ ዝነበርኩም ኹም እንታይ እቲ ፀገም እሳያስ ደኣ በቃ ኣይከስርናን ንሕና ኢሉ እስኹም ከዓ እወ ኣይከሰርናን ትብሉ እንተ ኣይረስዕናየን ኢሉ እወ ኣይረስዕናየን ትብሉ እዚ ዜርካ ዜርካ በቃ እቲ ዝበልናዮ እዩ ዝኸውን ዘሎ ኩናት ንምጅማር ወይ ድማ ጎስጓስ ኩናት ንምግባር ዝካየድ ዘሎ እዩ ነቲ ህዝቢ ንምድላው እዩ እዚ ኢና ከዓ ሕና ዝበልና ማለት እዩ እሳያስሲ ኣብ ፅልኢ እዩ ክነብር ዝኽእል በቃ እሳያስሲ ካብ ፅልኢ ወፃኢ ክነብር ኣይክእልን እዩ ኣብ ሰላም ክነብር ኣይክእልን እዩ እምበር ትማል ትማል ምስ ኢትዮጵያ ሓደ ኮንካ ኔርካ ኩሉ ነገራት ፈጺምካ ሕጂ ብሓንሳብ ኣንጻር ግልብጥ ኢልካ ከምዛ ፈታዊ ኢትዮጵያ ወይ ምስ ኢትዮጵያ ሓደ ኢና ትብል ከም ዘይነበርካ ኣይረስዕናዮን በቃ ንሕና ኣይረስዕናዮን ከመይ ኢልና ክንርስዖ እዚ ደዩ ርሳዕ ኢልካ ማዕረ ከምዚ በዓላት ምግባር ግን ብጣዕሚ ዘገርም እዩ ብዝኾነ እንታይ ክንብል ኢልና ኮይና እሳያስ ከሎ ድማ ሰላም ክንብር ኣይክእልን እቲ ህዝቢ ክምዕብል ኣይክእልን እዩ ክውንጨፍ ኣይክእልን'ዩ ንብሎ እዚ'ዩ እሞ። ብምኽንያት ዝኽሪ መበል ሓምሳ ዓመት ግፍዕታት መግዛእታዊ ስርዓታት ኢትዮጵያ ኣብ ኣስመራን ከባቢኣን ሎሚ ኣብ ሜዳ ባሕቲ መስከረም ባህላዊ መደብ ቀሪቡ። ወኪል ኤሪና ዮናታን ኣዕብዮ ንዘዳለዎ ትሕዝቶ ዳናይት ገብርሂወት ከተቕርቦ'ያ። ብምኽንያት ዝኽሪ ሓምሳ ዓመት ግፍዕታት መግዛእታዊ ስርዓታት ኢትዮጵያ ኣብ ኣስመራን ከባቢኣን ሎሚ ኣብ ሰዓታት ድሕሪ ቀትሪ ኣብ ሜዳ ባሕት መስከረም ባህላዊ መደብ ቀሪቡ። እቲ ብሰልፊ ተማሃሮን ኣባላት ማሕበር ወነንቲ ታክስን ዝተሰነየ ምርኢት ንግፍዕታት መግዛእታዊ ስርዓታት ኢትዮጵያ ብሓፈሻ፣ ወተሃደራት ስርዓት ደርግ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ኣብ ኣስመራን ከባቢኣን ዝፈጸምዎ ህልቂት ድማ ብፍላይ ዘንጸባርቕ ጣዕሚ ዜማታት፣ ግጥምታት ክምእውን ትረኻ ህልቂት ወክድባ ድርፎን ዓዲ ንፋስን ዘጠቓለለ'ዩ ነይሩ። ኣብቲ ሚኒስተራት ዝርከብዎም ላዕለዎት ሰበ ስልጣን መንግስትን ግንባርን፣ ኣብ ኤርትራ ዝመደበሮም ኣምባሳደራትን ዲፕሎማሰኛታትን ከምእውን ብኣሽሓት ዝቑጸሩ ተማሃሮን ህዝብን ዝተሳተፍዎ መደብ፣ ቃል ኣወሃዲት ኮሚቴ ዘቕረበ ኣቶ ኣስመሮም ጸጋብርሃን፣ ገዛእቲ ስርዓታት ኢትዮጵያ፣ ህዝቢ ኤርትራ ኣሜን ኢሉ ክግዛእን ክምብርከኽን፣ ሰውራ ኤርትራ ድማ ደገፍ ህዝቢ ስኢኑ ክጠፍእ ዘይፈሓስዎ ውዲትን ዘይፈጸምዎ ግፍዕታትን ከምዘይነበረ ብምጥቃስ፣ እቲ ክካየድ ዝቐነየ ናይ ዝኽሪ መደብ፣ ነቲ ዝተፈጸመ በደል ምስ ግዜ ከይርሳዕ ንምዝኽኻርን ሓደስቲ ወለዶታት ክፈልጥዎን ዝዓለመ ከምዝኾነ ገሊጹ። ኣመሓዳሪ ዞባ ማእከል ኣቶ ፍስሃየ ሃይለ ብወገኑ፣ መግዛእታዊ ስርዓት ደርግ ኣብ ኣስመራን ከባቢኣን ኣብ ሓምሳን ሸውዓተን ዓድታት ብዝፈጸሞ ህልቂት ልዕሊ ዓሰርተ ሓደ ሽሕ ህዝቢ ከም እተቐዝፈ ንዝተኻየደ ዳህሳሳውይ መጽናዕቲ ብምጥቃስ ድሕሪ ዝሃቦ መብርሂ ነቲ መደብ ንምዕዋት ንዝጸዓቱ ኣካላት ኣመስጊኑ። ብምኽንያት ዝኽሪ ሓምሳ ዓመት ግፍዕታት መግዛእታዊ ስርዓታት ኢትዮጵያ ኣብ ኣስመራን ከባቢኣን፣ ኣቐዲሙ ስእላዊ ምርኢት ከም ዘቕረበ ዝፍለጥ እዩ። እዚ ከምዚ ዓይነት ነገራት ኣብ ዘጋጥመሉ ሲ ብጌጋ ድዩ ይኸውን ዘሎ ወይስ ብፍላጥ ይኸውን ኢልኩም ትሓስቡ? እዚ ኣብ መበል ሰላሳን ሸሞንተን ዋዕላ ናይ ኣፍሪቃን ዩንየን ተባሂሉ ዝጽዋዕ ናይ ኤዩ ሳሚት ኣብዚ ዝካየድ ዘሎ ኣኼባ ካርታ ናይ ኢትዮጵያ ብኸምዚ ትርእይዎ ደለኹም መልክዑ መሬት ናይ ኤርትራ ሙሉእ ሙሉእ ንጅቡቲ ኣጥፊኡ ከምኡ ድማ ንሶማላ ናብ ክልተ መቒሉ ኣብዚ ካርታ ተሳኢላ ይርከብ ኣሎ። እዚ ካብቲ ኣብ ኣፍሪቃ ዝካየድ ዝዓበየ ተባሂሉ ዝጽዋዕ ኣኼባታት ክኸውን እንከሎ፣ ኣብ ከምዚ ዓይነት ዓበይቲ ኣኼባታት ናይ ዓለም ተባሂሉ ዝጽዋዕ ክንድዚ ዓይነት ጌጋ ክግበር የካእል ኢልኩም ዶ ትሓስቡ?
መን ካብ መን? ኢሳያስ ዘይበለ ይፍቲ ዘይሰገደ ኣያይ ይርሕቆ ዘይሰበረ ብምሕደራ ምልኪ ዘይጃጀወ በምዑት ደቁ ዘይተጻወተ ሃጽ ኢሉ ዝጠፍረ ኣብ መቓሙቕ ባሕሪ ዝሰጠመ ኣብ ሑጻ ምድረ በዳ ዝተደፍነ፣ ባርያ ኮይኑ ዘገልገለ፣ ሽምዓ ኮይኑ ዝመኸኸ ሳታ ኢሰያስ ስለ ዘይበለ ካባና ይፈለ? ኣይፋልካን ሓጺጽካ ሓወሺ ንሕና ደኣ ናበይ ክንእለ ንሱ ደኣ ካባና ፈለ ዘካርያስ ክብርኣብ ኣይኮንኩምን
ቃንዛ ኤርትራውያን ዘይስምዖ ኤርትራዊ ኣይኮነን ኣይኮንካን ኣይኮንኩምን እርሕቕ

እቶም ፈተውቲ ነብሶም ኣገልገልቲ ምልኪ ድማ ብርኪ ተሳሊሞም ናብ ምጽዋዕ ተመሊሶም ኣብዒሎም። ኣብ ናይ ሎም ዘበን በዓል ፈንቅል ትርጉም ሓቀኛ ኤርትራዊት ኣደ ከመይ ከም ዝኾነ ዝተንጸባረቐሉ መድረኽ ተፈጢሩ ነይሩ። እቲ ሓንቲ ኣደ ኩሉ ጽቡቕ ከም ዘሎ፣ ኮልተፍተፍ እናበለት ክትምድር እንከላ። ንሕና ዓቢና ኣይና ኣሪግና ኣይና እወ ካብ ቀደም ጀሚረ ካብ ሽሕን ትሽዓትን ሰብዓን ሸሞንትን ወፂኤ ምስ ሃገረይ ምስ ዓደይ ዝተሰዋእኩላ እየ ክልተ መስዋእቲ ይበልኩን ግን እታ ሓንቲ ኸኣ ሕንቕንቕ እናበለት ጓሂ ብዝዓብለሎ ቃና ደቃ ካብ ስደት ተመሊሶም መሊሳ ክትሓቕፎም ከምትደሊ ገሊጻ። ኣብዛ ሓውፈይ ክሪኦም ብጣዕሚ ደስ ዝብለኒ ትዝምኖ የግበረለይ እዝጋብሄር ካብ ስደት ተጋላጊሎም ኣብዚ ምሳና ክውዕሉ ብጣዕሚ ደስ ዝብለኒ እዛ ጓለይ። ናይዘን ክልተ ኣዴታት ስምዒት ኣየናይ ሓቀኛ ኣየናይ። ኣደይ ሰላምታኺ ይብዛሕ ሰላምታኺ በፂሑና ሓቂ ትዛረቢ ከም ኣስቴር ጅግና ኣደይ ቅንዕቲ ኢኺ ናይ ልቢ ትዛረቢ ኣብ ማእከል ምስሉያት ውሉደይ ከትብሊ ኣንቲ ደይ ፈሊጥኪ ዶ ናይታ ምሳና ዘላ ሓብትኺ ንሕና ንሱ ንሱ ንሕና እናበለት ከም ተሳሲ ኣንቲ ደይ ፈሊጥኪ ዶ ናይቲ ዓቢ ሓውኺ ፍትሒ ደልየ ኣክንዲ ዝበልኩ ወድኺ ትግራዋይ ተባሂሉ ማህጸንኪ ኣዴና ግን የቀንየልና ብስም ደለይቲ ፍትሒ ክብረት ይሃበልና ብስም ደለይቲ ሕጊ ክሳብ ንራኸብ መሰስ ኢላ ምስ ተቀልቀለት ሓቂ ፊልሞን ወረደ ጊሰን ጀርመን። ስኢልካ እዚ ዓቅምካ ድዩ እሞ ፖለቲካ ትክእል ዲካ እሞ ከምዚ ኣደይ ከድሕን እንታይ ዓቅሚ ድልዎ እንታይ ዶክተርነት ዘድልየካ እንታይ ፕሮፌሰርነት ዘድልየካ ኣደካ ድሕን ተወሊድካ ኣለካ ኣቦካ ድሕን መሬትካ ድሕን ዋላ ሓንቲ እንታይ መጠጠጥ ዘድልዮ ነገር ኣይኮነን ትውፈ ብቅንዕና ትብገስ ምስ ከማካ ዝበሉ ደቂ ዓድካ ደቂ ሃገርካ ትረዳዳእ ተረዳዲካ ትኸይድ ትሰርሕ ሒልካ ኣለካ ሕጂ ድሕሪ ኢሳያስ ከ መን እዩ እሞ ዓቅሚ ዘለዎ ሰብ ኣሎ ድዩ ዝትክእ እዚ ደዋይ ውድብ ከማን ዓቅሚ ኣለዎ ተባሂሉ እዚ ደዋይ ውድብ እዚ ቆራይ ሰላሳን ክልተን ዓመት ቆርዩ ኣቑርይዎ ዘሎ ነዚ ህዝቢ ሲ ንሱ ከማን ዓቕሚ ኣለዎ ተባሂሉ ሕጂ ኢሳያስ ሕጂ ምእላዩ ንዓይ ረብሓይ ኣይኮነን ምክንያቱ ዝትክኦ ሰብ የለን ዝለካ ሰብ ኣሎ እንታይ ትብል ብጣዕሚ ዝገርም ብኣይዲዮሎጂ ብፖለቲካ ብኢኮኖሚ ግለፆ ኢልካ ክገልፆ ይክእል ህዝብና ግን ይንቃሕ በቃ መፃወቲ እንታይ ዝበሃል ኣይኹን እየ ክብል ዝደሊ እግዚኣብሔር ኣምላኽ ሰላምን ፍቕርን የውርደልና ንዓድና ሰላምን ፍቕርን ይሃባ ንጎረባብቲ ሃገርና ምስ ጎረባብቲ ሃገርና ተፋኢራ ከም ትነብር ይግበራ ንቐርና ኣፍሪቃ እግዚኣብሔር ኣምላኽ ሰላም ይግበረልና ንመላእ ዓለም ድማ እግዚኣብሔር ኣምላኽ ሰላምን ፍቕርን የስፍነልና በቃ ደለይቲ ሰላምን ጸዋዕቲ ሰላምን ፍቕርን ንኹን ደኣ እምበር ንቕርሕንትን ንኲናትን ኣይንዘምር እምቢ ንኹናት ኣይፋል ንኹናት ንበል ናብቲ እቲ ቪድዮ ከምቲ ዝረእናዮ እዩ ያው ኣሕዋትና ዝልዎ እውን ልክዕ እዩ እና ኩላህና ኣብ ኤርትራ ዘለዉ ኣሕዋትና ኣብ ኢትዮጵያ ዘለዉ ኣብ ትግራይ ዘለዉ ኩላ ዓለም ሰላም ንክመፅእ ይምነ ሰላም ይግበረልና ኣብ ሕዚ ዝስማዕ ዘሎ ሃዋህው ኩሉ ከቢድ እዩ እና እግዚኣብሔር ሰላሙ ይላኽ። ሰላም ንኹላህና ሰላም እዩ ኣድላይ እሞ ሰላም ንኹላህና ኢለ ይምነ። ሰላም ቅንያት ቤተሰብ